መስቀል እዪ ማለት እዪ መስቀል ማለት ከኣ ንዝሞቱ ሰባት ዝቆጽዕሉ ዝነበሩ እዪ ቀደም ብዘበን ኦሪት ይኹን ኣብ ዘበን ሓዲስ እውን ኣብ ዕንጨይቲ ዝሰቅልዎም ነበሩ ስለዚ መስቀል ማለትሲ ንመቅተሊ ኢሉ ተሰርሐ ንመስቀሊ ወይ ከኣ ንመቀመጢ ኢሉ ተሰርሐ ነገር ስለዝኾነ እዚ ንሕና እነኽብሮ መስቀል ግን እቲ መድሓኒና ኢየሱስ ክርስቶስ ምእንቲ ደቂ ሰብ ኢሉ ናብ ዓለም ብስጋ ተወሊዱ ኣብ መከራ መስቀል ዝረኸበሉ እዩ። ሕጂ ንሱ ከም ሓደ ከታሪ ከም ሓደ ጠንቋሊ ሽሙ እንዳኣኽፍእዎ ጸላእ ቄሳር እንዳበሉ ብፖለቲካ ከይተረፈ እንዳመዝመዙ ኣብ መስቀል ሰቒሎሞ ኣብ መስቀል ይመይት መድሓኒና ኢየሱስ ክርስቶስ። መድሓኒና ኢየሱስ ክርስቶስ ኣብ መስቀል ክመውት ከሎ ሕጂ እቲ መከራ መስቀል ዝረከበሱ ንዓና ንሓጥያትና ንደቂ ሰባት ፈውሲ ክከውን ማለት እዩ ስለዚ መስቀል ብዙሓት እዮም ተሰቂሎምሉ ግን ከም ናይ ኢየሱስ ክርስቶስ ብዘይ ገበን ብንጽህና ተሰቅሉ ኣይኮኑን እቶም ዝስቀሉ ዝነበሩ ገበነኛታት ብዙሕ ጥፍኣት ዝገበሩ ብፍርዲ ናይ መንግስቲ ዝተፈርዱ ኣብ ህዝቢ ጽሉኣት ዝነበሩ እዮም ዝስቀልሉ ኔሮም ኣብዚ መጨረሽታ ከኣ እዚ ጠንቋላይ እዚ እዚ ከምዚ ብምባል ሊቃነ ካህናት ተሲኦም ንኢየሱስ ክርስቶስ ኣብ መስቀል ሰቂሎሞ ሕጂ መስቀል ከምዚ ዝኣመሰለ ቅርጻ ሒዙ ተ ዝመስል ቅርጻ ሒዙ ኢየሱስ ክርስቶስ ክልቲኡ ኣእዳዉ ዘርጊሑ ናብኡ ክስቀል ከሎ ፍቃደኛ ኮይኒ እምበር እቲ ሓያል ኣምላኽ ኣይምኸኣልዎን ኔሮም ክሰቅልዎ ደቂ ሰባት ግን ንመስዋእቲ ስለ ዝመጸ መስዋእቲ በጊዕ ናይ ኣቦ ኮይኑ ንኣዳም ከዝሕን ዝመጸ ስለ ዝኾነ ኣብ መስቀል ተሰቂሉ እዚ መስቀል እዚ ሕጂ እዚ ኢየሱስ ክርስቶስ ዝተሰቅለሉ ናይ ክልተ ሽሕ ዓመት ዕድመ ኣለዎ ማለት እዩ ናይ ክልተ ሽሕ ዓመት ዕድመ ኣለዎ ማለት እዩ ስለዚ እዚ ክልተ ሽሕ ዓመት እዚ ክርስትያን ንመስቀል ኣርምኦም ጌሮም እንዳተጠቕምሉ ነብሩን ኣለዉን ክነብሩ ከኣ እዮም ስጋዕ ምጽኣት ጎይታ መስቀል ጎይታ ኢየሱስ ክርስቶስ ከም ዘለዎ ብኽብሪ ክነብር እዩ ኣብ መስቀል ተሰቒሉ ንዓና ከም ዝድሓነና ንምስቃሉ ምዝካር እሾኽ ኣኽሊል ኣብ ርእሱ ደፊኡ ከም ተዋረደልና ንዕኡ ምዝካር ቆብዕ ከምዚ ምሳይ ጌሬ ዘለኹ ንዕኡ ምዝካር ቆብዕ ኣብ ርእስና ንገብር ኣብ ኢድና ከኣ መስቀል ንሕዝ ኣዴታት ኣብዝሕተእን ቀዳሞት ኣብ ገጸን ውን ብዘይ ሃስስ ነገር ተወቂጡ ኣብ ገጸን ኣብ ኢደን መስቀል ዝውቀጣ ኣለዋ ነይረኒ ስለዚ መስቀል መድሓኒትና ክንብሎ ዝኸኣልና ካብ መን እዩ ካብታ ኢየሱስ ክርስቶስ ዝተሰቕለላ መዓልቲ እምበር እቲ ቅድሚኡ ዝነበረ መስቀል መስቀል መድሃኒት ስለዘይነበረ ሸፋቱ ዝስቀልዎ ጥራይ ስለዝነበረ መድሃኒት ኣይኮነን እዚ ግን እቲ ንጹህ ጎይታ ኢየሱስ ክርስቶስ ዝተሰቕለሉ ስለዝኾነ ብኽብሪ ንሕዞ ብኽብሪ ከኣ ንሰግደሉ ብኽብሪ ከኣ ነንብሮን ነቐምጦ ኣብ ዝበረኸ ቦታ ንሰቕሎ ኣብ ርእሲ ኣብያተ ክርስትያናት ኩሉ ኣብያተ ክርስትያናት ኣብ መደምደምትኡ ብ ላዕሊ መስቀል እዩ ዘለዎ ምልክት ናይ ክርስትያን ከኣ መስቀል እዩ ስለዚ ክቡር ቅዱስ መስቀል ንብሎ ብኸመይ እዩ እቲ ቅዱስ ሕያው ወዲ እግዚኣብሔር ኢየሱስ ክርስቶስ ዝተሰቕለሉ ስለ ዝኾነ መን ቀዲስዎ ባዕሉ ኢየሱስ ክርስቶስ ቀዲስዎ ብደሙ ሓጺቡ። በዚ መሰረት እዚ መስቀል ንዓና ንክርስትያን ናይ እምነትና ኣርማ ኮይኑ ይነብር። ኦኬ ሓንቲ ሕቶ ኣላትኒ እንድያ እም ሕጂ ናብ ዓዲ እንድሕሪ ከድና ዝኮነ ቤተክርስትያን ኣብ ላዕሊ ጎቦ ኢካ ትረክባ እወ። ብሰንኪ እዚ ናይ መስቀል ዘረደኣኩምና ድዩ? ከምኡ ምእንቲ እቲ መስቐል ኣብ ላዕሊ ክኸውን ወይ። እወ፣ ሕጂ መምህር ኹን፣ ቤት ትምህርቲ ኹን፣ ቤተ ክርስትያን ኹን፣ ጉባኤ ዝግበሮ ቦታ ኹን ኣብ በሪኽ ቦታ ክኸውን ከሎ ንኹሉ ዘስምዕ ስለ ዝኾነ ኣብ በሪኽ ቦታ እዩ መድሓኒና የሱስ ክርስቶስ ክጸውም ከሎ ካብ ዮርዳኖስ ምስ ወጸ ኣብ ገዳም ቆረንቶስ ድበሃል ጎቦ ደይብ እዩ ጸልዩ። ኩሎም እቶም ቀደሙን ንእግዚኣብሔር ዘስምሩ ኩኑ ንካልእ ጣኦታት ዘስምሩ ኩኑ ኣብ በረኽቲ ኣብ ጎቦታት ኮይኖም ዝጽልዩ ስለ ዝነበሩ ካብ ጥንቲ እቲ ናይ እግዚኣብሔር ቤት ኣብ በረኽቲ ቦታታት እዩ ዝኸውን ነይሩ ብማዕዶ እውን ክረኤ ካብቲ ስግር ኘው ዘሎ ርሑቕ ዓዲ ምእንቲ ክርእይዎ እቲ ቤተ ክርስቲያን ኣብ ብርኽ ዝበለ ቦታ እዩ ዝኸውን። ቤተ መንግስቱ እውን ከምኡ ኣብ ብርኽ ዝበለ እዩ ዝኸውን። ስለዚ ክብሪ እግዚኣብሔር ስለ ዝገልጽ እቲ ኣብ ሰማይ ዘሎ ኣቦ ንዕኡ ንምምሳል ነቲ ቦትኡ ንምምሳል እዩ እቲ ኣብያተ ክርስቲያናት ኣብ በሪኽን ኣብ ጥጡሕን ቦታ ዝትከል።